ዝኸበርኩም ተኻተልቲ እያድ ቲቪ ኣብ ዝሓለፈ ኣብ ካልኣይ ክፋል ትማሊ ምሸት ኣብ ሓቀኛ ታሪኽ ዝተመርኮሰ ልብወለድ ዛንታ ኣቕሪብናልኩም ነይርና ንሎሚ መቐጸልታ ሳልሳይ ክፋል ሒዝናልኩም መጺና ኣለና ኣብ ዝሓለፈ ክፋል ትማሊ ምሸት ተኽለ ኣብ ጎኒ ሜሲ ንሳልስቲ ዝኣክል ኣብ ሆስፒታል ይቐንዩ። ሜሲ ሃረምታ ትፈልጦም ክንሳ ንፖሊስ ኣየመልክትን እየ ኢላ። ተኽለ ሃረምታ ንፖሊስ ክትነግሮም ከም ዘለዋ ገበን ንኸይትሽፍን እንተ መኸራውን ሜሲ ግን ነጺጋቶ። ካብቶም ሃረምቲ ገሬ ቅድሚ ሓዳር ምግባራ ብመስተ ተሰኒፎም እንከለዉ ፍኑው ጾታዊ ርክብ ፈጺሞም ነይሮም። ርግሬ ቤተሰቡ ወዲ ሸቃ ኸኣ ንሜሲ ተመርዕዩ መናቱ ቁልዑት ወሊዱላ ንሜሲ ኻልእ ዘጨንቓን ዘተሓሳስባን ዝነበረ ደቃ ናይ ሰብኣያ ድዮም ዋላስ ናይ ግሬ እንዳበለት እያ ትማታእ ነይራ ወዲ ሸቃ ኣብ ልዕሊ ሜሲ ዝነበሮ እምነት እንዳማህመነ ፍጹም ሰታይን ክኾን ምስ ጀመረ እዩ ብመንኪና ህይወቱ ስኢኑ ሜሲ ነዚ ኹሉ ሽግራት ክትጽሮም ኣይከኣለትን ንነብሳ ብገንዘብ እንዳተመነታ ኸኣ መምዝ ኸፈልዋ ትወጽእ ተኽለ ካብ ሜሲ ምፍላይ ኣብዩ ኣብ ጥቓኣ ኣብ ጎና ነበረ። ተኽለኸ ምስ ሜሲ ስለ ዘይሓደርህዶ ይኸውን ካብኣ ምፍላይ ዝኣቢ ዘሎ? ዝኸብርኩም ተኸታተልቲ ዝቕጽል ሳልሳይ ክፋል ናባኹም ክነብሎ ኢና ሰናይ ጻንሖት። ትማሊ ምሸት ሳልሳይ ክፋል ብርግጽ እንታይ ይኸውን ከም ዝነበረ ኣይተረድኦን። ንሳልስቲ ዝኣክል ኻብ ጎኒ ሜሲ ከይተፈለየ እዩ ቀንዩ። ኣብታ እግርኻ ዘይተዕጽፍን ዘይተኾርምን መንበር ኣብዘን መዓልታት ቤተሰብ ወይ መሓዛ ትበሃል ኣይተቐልቀላን። ተኽለ ተገሪሙ ዝኾነ ሰብ ድዩ ዘይብላ ወላስ ኩነታት ሜሲ ኣይፈልጡን ዝኾኑ ብምባል ተጨነቐ። ብውሽጡ ብዛዕባ ሜሲ ካብ ምሕሳብ ኣየዕረፈን። ኣብቲ ቤት መስተ ዝመጹ ኩሎም ንሜሲ ዝደልዩ ሰለፋ እምበር ዘላቶ ኩነታት ኣየገድሶምን ዝነበረ። ይገርም እዩ። ነብሳ ሸይጣ ዕለታዊ መነባብሮ ኣድያ ትኣሊ ወላስ እንታይ ተኽለ ባዕሉ ብዘምጾም ሕቶታት ክወጣጠር ጀመረ። ንዓይ ንዓይ ብምባል ጥሜት ዘምጽእሞ ካብ ጥሜት ንምግልጋል ኣብ ምጽባይ ረድኤት ዘለዎም ክመስሉ ኣብ ዙርያ ሜሲ ዝዓስሉ ሜሲ ተራእየትሉ ኣብ ዝተባህለ ዝረኣዩ ዝነበሩ እንተ ሕጂስ ሓደ እኳ ኣይነበረን። ድሌታቶም እምበር ድሌታት ናይ ካልኦት ኣይን እንታዮምን እዩ። ምኽንያቱ እቲ ኻብ ሜሲ ዘገድሶም ካልእ ስለ ዝነበረ፣ ሰለፍ ሜሲ ንምርካብ ዘውጽእዎ ገንዘብ ነቲ ወሃባይ ኣኻሊ እታ ተቐባሊት እውን እኹል ገይሮም ስለ ዝወስድዎ። ግን ከምኡዶ ይኸውን? ብሰናይ ነገራት መሊኡ ዝህብን ሂቡ ብዕጽፊ ዝቕበለካን ግን ነንበይኖም እዮም። እንካን ሃባን ናይ ልውውጥ ግዜ። ሜሲ ኣብ ሞትን ህይወትን ክልተ ጫፋት እንከላ፣ ካብ ጎናይ ዘይተፈለየ ተኽለ ጥራይ እዩ ነይሩ። ሜሲን ተኽለን ብዙሕ ሌላ ዘይብሎም ንውሑዳት ሰዓታት ጥራይ እዮም ዝተረኣኣዩ። ነቲ ተፈታዊ ፍሽኽታኣ፣ ምስርኡ ዝሓለወ ቅርጺ ሰብነታ ማንም ገና ርእይ ከብላ እንከሎ እዩ ዝፈትዋን ዝብህጋን። ተኽለ እውን ብመስሕብ ሜሲ ብኣድናቖት ጠጠው ኢሉላ እዩ። ነተን ምጡናት ከናፍራውን ክስዕም ኣይበቕዐን። ንድምጻውን ምስቲ ናይቲ ቤት መስተ ሙዚቃ ከምቲ ዝግባእ ኣየስተማቕሮን ዝነበረ። ደቂ ሰባት መዓስ እምበየን በዘየገድስ ብፍቕሪ ክትወድቕ ትኽእል። ብሓልዮት እውን እንተኾነ ቀስ ብቐስ ናብ ፍቕሪ ኽቕይረካ ይኽእል። ተኽለ ንሜሲ በየናይ መንገዲ ቀሪብዋ ከም ዝነበረ ርግጸኛ ኣይነበረትን። ተኽለ በጃኻ እባ ኺድ በለቶ ሜሲ የእዳዉ ሒዛ ብድንጋጸ እንዳ ጠመተቶ። ንዓኺ ገዲፈዮ ኣየ ከይድኒ። ይኣኽለካ በቃ ይኣኽለካ ናተይ ሽግር ኣይውዳእን እዩ መሊሰ እየ ናብ ሽግር ከእትወካ። ሜሲ ካልኣይ ግዜ ኪድ ከይትብልኒ ንበይንኺ ገዲፈኪ ናበይ ማይ ከይድኒ። መለሰ ተኽለ ብመልሱ ከም ዘይጠዓስ ትር ብዝበለ ኣዘራርባ ሜሲ ነበዐት ንኸይጥምታ ናብ ካልእ እንዳበለት። ዋእ ሜሲ ሜሲ በጃኺ ኣብዚ ምሳኺ ምህላወይ ድዩ ዘብከየኪ ዘሎ ግን ኣይከየኒ ብኸምኡ ኣይኮንኩን ኣብ ህይወተይ ብዙሓት ኣወዳት ርኤ ጨለ መልሓሶም ካባይ ዝደለዮ ክሳብ ዝረኽቡ ተደቢሮም ምብካይ ኣትተርፎም እቲ ዝደለዮ ነብሰይ ምስ ረኸቡ ግን ተታዕኒኖም ዝጸሮም ክሳብ ዝስእኑ ይወራዘዩ ኢልካ ብነዊሕ ኣስተንፈሰት ሜሲ ሓቀያ ነይራ ሜሲ ደእሙናት ደቂ ተባዕትዮ ቅድሚ ሳምንታት ኣብ ሓሳቦም ኣብ ልቦም ዘይነበረት ጓል ክረኽቡ ይመጣጠሩ ንሌላ ሕድሕድ ክፋለጡ ዘባኽንዎ ግዜ ኣይህልውን እዩ። ትንፋስ ከይሃቡ ንፍቕሪ ይሓቱ። በዚ ከየብቅዕ ናብ ዓራት ንምድያብ ይጓየዩ። ገሊኦም ከም ድሌታቶም ይረኽቡ፣ ገሊኦም ድማ በንጻሩ ተገሪፎም ይምለሱ። ንሜሲ በዓል ቤታ ወዲ ሸቃ ቅድሚ ምማቱ ብነገር እንዳሓጸባ ብዝኸውንን ብዘይኸውን ነገራት ወትሪ ግንዳጉባዕባዓላ ካብቲ ፈለማ ዝነበሮ ፍቕሪ ናብ ጽልኢ ዝተቐየረ፣ መዓልታዊ ሰቲ ባህ እንተ ኢልዎ'ውን ከምታ ዝወጽኣ ናብ ገዝኡ፣ ናብ ደቁ፣ ናብ ሰበይቱ ከይተመለሰ ዝሓድረሉ ኣጋጣሚ ነበረ። ከምቲ መጀመርያ ዝነበሮ ንሜሲ ዝህባ ዝነበረ ፍቕሪ መዓልታዊ እንዳነከየ ክነጽፍ ጀመረ። ኣብ ልዕሊ ሜሲ ግዲ ዘይብሉ ክኸውን ብጥርጣረ ዝኣክል እምነቱ ምስ ኣጕደለ ዘይንቡር ኣከያይዳ ኺኸይድ ጀመረ። ሓደ ምሸት ግን ከምቲ ዅሉ ግዜ ዚገብሮ ኺሰቲ ኣምስዩ ንገዝኡ ንኺምለስ ናብ መንኪኑ ዘምርሐ። ብመስተ ተሰኒፉ መሬት ንኺረግጽ እውን ዓቕሚ ዘይነበሮ ወዲ ሸቃ ሞተር መንኪኑ ኣተንሲኡ ብናህሪ ተሓምበበ። ደቓይቕ ኣብ ዘይመልእ ህሞት፣ ብቕድሚት ትመጽእ ምስ ዝነበረት ዓባይ መንኪና ተጋጨወ። ምስቲ ብመስተ ተሰኒፍዎ ዝነበረ ትንፋሱ ንኽትሓልፍ'ውን ኣየላወበቶን። ድሕሪ ምማት ወዲ ሸቃ፣ ናይ ሜሲ ሓዘን ኣብ ልባ ዓቢ ስምብራት ገደፈላ። ባዕለይ ባዕለይ ቀቲለዮ ኣነይ ቀታሊ እዩ ኣነ ኣነ ኣነይ ቀታሊ እዩ ኣነይ ቀታሊ እዩ ባዕለይ ቀቲለካ እንዳበለት ሓዘና ምጻር ሰኣነቶ ወዲ ሰብ ኣብ ህይወቱ ተስፋ ክስእን እንከሎ ጽባሕ ዝቕየር ከም ዘየለ ምእማን ክስእን እንከሎ ንዘለዎ ሽግራትን ምፍትሑ ግድል ክኾኖ እንከሎ መን ምዃኑ ክሳብ ዝጠፍኦ ብሓዘን ተኾማቲሩ ከም ሻሙ ክኸውን ይጅምር። ሜሲ ምስ ክልተ ደቃ ሕልምልም ትብል ነበረት። ንመን ከም ትረግም ንመን ከም ተማርር እውን ሕርብት ይብላ ነበረ። በታ ናይ ሓንቲ መዓልቲ ጌጋ ንምሉእ ህይወታ ናብ ደልሃመት ዘእተወት ኣጋጣሚ ኾነታ። ሜሲ ሓንጎላ ብጭንቂ ክመልእ ምስ ጀመረ ደገ ደገ ክትብል ደቃ ዕሽሽ እንዳበለት ከም ወዲ ሸቃ በዓል ቤታ ክትሰቲ ጀመረት። ንደቃ ምኹኣን ሰኣነት። ኣደ ንውሉዳ ምዃን ትስእነሉ ደረጃ። ልባ ብጸሊም ዓለባ ከም ዝተሸፈነ የዒንታ ጽቡቕን ሕማቕን ንምርኣይ ክሳብ ዝእግመን። ተኽለ? በለት ሜሲ። ኣቤት ሜሲ? ሰብ ክትከውን እያ ትረብሕ ሰብ እያ ኢልካ ተስፋ ትገብር ጥራይ ከይትህሉ። ብሓውሲ ፍሽኽታ እንዳበለት ሜሲ። ሜሲ ትጋገይ ኣለኺ ብምስሊ ኣምላኽ ዝተፈጥረ ኩሉ ፍጡር ይረብሕ እዩ ሰብ ክንሱ ሰብ ዘይከውን የለን ኣብ ህይወትና ብዙሕ ክንፈትሖም ዘይንኽእል ግድላት ዋላ ይሃልውና ግን ንረብሕ ኢና ንጠቅም ኢና ኸኣ እቲ ሓደ ነቲ ሓደ ዜርብሖ ኪኸውን ይኽእል፣ ነቲ ኻልእ ግን የርብሖ እዩ። ናይ ሓደ ሰብ ምህላው ንዕኡ ጥራይ ደይኪኸውን ይኽእል፣ ነቲ ኻልእ ግን ህይወቱ ኪኸውን ይኽእል እዩ። መለሰ ተኽለ። ኪኸውን ይኽእል እዩ፣ እንተ ኣባይ ግን ተጋጊኻ። ኣይተጋገኹን ሜሲ። ብቕድሜኺ ጋሪድኪ ዘሎ ዓቢ መንደቕ ሓደ መዓልቲ ሃደሽደሽ ኪብል ይኽእል እዩ። ተስፋ ምቑራጽ ከኣ ራኢታት ዘይምህላው ቀዳማይ ቀታሊ ነብስናን እዩ። ይርዳእኒ እዩ ማንም ሰብ ገንዘብ ስለ ዘለዎ ጥራይ ነብስኺ ዝደሊ እስኺ እውን ነብስኺ ሂብኪ ገንዘብ ስለ ትቕበሊ ጥራይ ተስፋን ራእይን የብልካን ማለት ኣይኮነን ብርድኢት ይኹን ብዘይርድኢት ብዙሓት ደቂ ኣንስትዮ ኣብ ከምዚ ዓይነት ህይወት ተሸሚመን ኣለዋ ሜሲ ኢድካ ሒዙ ዝጉትተካ ዝመርሓካ ጥራይ ኣይኮነን ዘገድሰካ ነታ ንጣብ ተስፋ ዝህበካ ንብኽያትካ ንድምፅኻ ዝሰምዑን እዩ ዘገድሰካ ስለዚ በጃኺ ብዝተረዳእኪ ጠምትኒ ካልእ ተተረፈ ክሳብ ካብዚ ሕክምና ትወጽኢ ክሳብ ናብ ገዛ ክትምለሲ ብተስፋ ጽንሒ እታ ዘይትውድኣን ዘይትጽንቅቕን ተስፋ እሳ ጥራይ ትሃልኺ እመንኒ ኸኣ ክህልወኪ እዩ እንተሊኪኻ ክትዕወቲ ኢኺ እዚ ቃለይ እዩ ኣይ ተስፋኻ ነዊሕ እዩ ጥልቂ ዝኾነ ፍቕሪ ኣለካ ምስዚ ኩለንትናኻ ከምቶም ዓብደልኪ ሓይመልኪ ዝብሉ ተሰንፈካ ነግንግን ኣላትካ ኣብኣ ክበጽሕ ኩሉ ኩሉ ግዲ እዩ ዝስነፍ ፍሽኽ በለት ሜሲ ብጎቦ ዓይና እናጠመተቶ። እንታይ እሱ ዕጽፊ ሂብካ እኮ ነብሰይ ክትረክብ ሆቴል ሒዝካ ነርካ ኢኻ። ሜሲ ተኽለ ንዘመኽንዮ ክትሰምዕ ዝተሃንጠየት ትመስል ነበረት። ዓይኒ ዓይኑ ክትጥምቶ ጀመረት። ተኽለ ብሓሳብ ተዓዝረ። ካብ ገዝኡ ተብተብ እንዳበለ ወጺኡ ናብ የዕሩኽቱ ደው ኣቢሉ ሓቢሮም ንኽዘናግዑ ሓደውን እንተኾነ ምስ ተኽለ ከምሲ ዝመረጹ ኣይነበሩን። ተኽለ ኸኣ ብቐስታ ናብቲ ቤት መስተ ምስ ኣተወ ንሜሲ ዝረኣያ ኣብታ ውሑዳ ሰዓታት ምስ ሜሲ ብሓደ ክሓድሩ ተሰማሚዖም ናብ ሆቴሉ ዘምርሐ። ሓቅኺ ኢኺ መሲ፣ ሕጂ ኣይኮነን ኢለ ምኽንያት ኣይፈጥርን እየ መጀመርያ እኮ ኣፍቂረኪ ኢለኪ እየ ምሳኺ ዘይከይድ ወይ ከኣ ኣብቲ ቤት መስተ መጺኦም ኣፍቂረኪ ክብሉኺ ዘይትቕበልዮ ነገር እዩ ስለዚ ኣፍቂርካኒ ማለት ድዩ ሜሲ ካብ ኣፉ ትቕበል ኣቢላ ሓተተቶ እንታይ ኢሉ መሲልኪ ሜሲ ነዊሕ ግዜ ብሰብ ይከታተለኪ ነይረ ግን ርግጸኛ ኣይነበርኩን እንታይ ሰንበደት ሜሲ ኣይት ሰንብደ ሜሲ ንሕማኪ ኣይኮነን ዝከታተለኪ ነይረ ኣብቲ ቤት መስተ ምስ መጻኹ ነታ ሰሳይት ቀዳመይ ሕቶይ ዝነበረ ስማ መን ምዃኑ እየ ሓቲተ ሜሲ ኢላትኒ እስኺ ኸኣ መጺኺ ሜሲ ናብ ሓሳባ ተወት ተኽለ ደሪቑ ዓይኒ ዓይና ጥራዩ ዝጥምታ ነይሩ ካብ ኣፋ ዝወፁ ቃላት ንኽሰምዕ ዘተሃንጠዩ እዩ ዝመስል ሜሲ ኸኣ ትዕግስቲ ኣይገበረትን ንምንታይ ከም ዘጸውዓ ነጊራቶ ምሳይ ክትሓድር ደሊኻ ኣለኻ ኢላቶ እወ ኢልዋ ብዕጽፊ ከም ዝህዋውን ተዝራሪቦም ተኽለ ብምግራም ጥራይ ይጥምታ ከም ዝነበረ ትስ በላ እንታይ ዳሞ ደሊኻ ብብቕሩብ ይዝክር ኣለኹ ንክትዛረበኒ ሓይሊ ኣይነበረካን ኣነ እየ ምሳይ ክትሓድር ደሊኻ ኢላ ሓይተካ እወ ጽቡቕ ኣለኺ። ብዙሕ ዘይፈታሕክዎም ሕቶታት ንውሽጠይ ይመላለሰኒ ነበረ። ናብዚ ህይወት ዘእተወኪ ንምፍላጡ ተሸጊረ። በቲ ኮነ በቲ ሓደ ግዜ ኣብ ኤርትራ እንከለኺ ኣመና ንፍዕቲ ተምሃሪትን ብልጫ ከም ትወስድን ይፈልጥ እየ። እንታይ? ሚሲ ሰንበደት እንደገና። ኣብ ኤርትራ ኢኻ ትፈልጠኒ? ሓተተት ሜሲ። እወ ኣብ ኤርትራ እየ ዝፈልጠኪ። ግን ንእሽተይ እየ ነይረ፣ ወዲ ገዛውቲ ኣይኮንካን፣ ቤተሰበይ ዲኻ? ሕጂ እውን ሜሲ ሓተተት። ሜሲ ወዲ ገዛውትኻ ኣይኮንኩን፣ ቤተሰብኪ እውን ኣይኮንኩን። ሓደ ግዜ ብከቢድ ሓሚምኪ ኣብ ሕክምና ኣቲኺ ነርኪ። ስድራኺ ንዓኺ ንምእላይ ላዕልን ታሕትን ይብሉ ነይሮም። ኣቦኺ ክመጽእ እንከሎ ኣዴኺ ትኸይድ፣ ኣዴኺ ትመጽእ እንከላ የሕዋትኪ ይመጹ። ኮታ ክሳብታ ቋሕ ትብልላ ሰዓት ካብ ጎንኺ ዘይተፈለዩ ንህርመት ልብኺ ኣብ ካልኢታት እንዳሓለዉ ናብ ንቡርኪ ክትምለሲ ሃንቆ ይብሉ ነይሮም ኣብ መወዳእታኦ ግን ተንሲእኺ ተኽለ ኣዘንተወላ ሜሲ ተገሪማያ ትጥምቶ ነይራ እቲ ግዜ ነዊሕ ምስ ምንባሩ ነዚ ዝፈልጥ ቤተሰባ ጥራይ ብምንባሮም ተገሪማ ንተኽለ ትጥምቶ ነበረት ሜሲ ፍሽኽ በለት ክሳብ ክንድዚ ናተይ ነገር ትፈልጥ ተኾንካ ቤተሰበይ ኢኻ ማለት እዩ ሓደ ጥዑይ ቤተሰብ ረኺበ ማለት እዩ በልከም ብሓድሽ ኢና ክንላለ ደጊማ ሰሓቐት ቤተሰብኪ ኣይኮንኩን ሜሲ ኣብቲ ሕክምና ነርሲ እየ ነይረ ካብ ዝነበሩ ተሓከምትና እቲ ዝበዝሐ ግዜ ዘሕለፍክዎ ምሳኺ እዩ ስምኪ እውን ሜሲ ኣይኮነን ነይሩ ሰምሃር ትኽክል ሰምሃር ግን ክመፀላ ኣይከኣለን ግን ከመይ ጌርካ ክትዝክረኒ ክኢልካ ሽዑ ንእሽተየ ነይረ እኮ ሕጂ እውን ሓተተት ሜሲ ጃ ኣብ ፍራንክፈርት ብዛዕባኺ ብዙሕ ግዜ እየ ዝሰምዕ ነይረ ብጣዕሚ ጉኑን ዝኾነ ስም ሜሲ ሜሲ ሲንግል ተኾነ መን ከም ሜሲ ይብል በዓል ሓዳር ክሰርቕ ዝደለየ እውን ብውሽጡ ይኹኑ እምበር መን ከም ሜሲ ዝብል ካብ ፍራንክፈርት ሓሊፉ ሓበሻ ዝነብረሉ ዘበለ ብዛዕባኺ እዩ ዘዕልል ሓንቲ መዓልቲ ግን ስእልኺ ምስ ሓደር እየ እዩ ተኽለ ናብታ ስእሊ ዝረኣየላ ኣጋጣሚ ኣበለ። ናይ ሜሲ ስእሊ ኣብ ናይ ሓደ ዓርኩ ሞባይሉ እዩ ተሰዲዳትሉ። እንታይ ከም ዝኾነ ኣርእየኒ ምስ በሎ እዩ ኣርእይዎ። እታ ስእሊ ጥራይ ነብሳ እንከላ ዘርኢ ኮይኑ ተስፋ ዘይብላ ምንም ዘይግድሳ ግን ብውሽጣ ጉህይቲ ከም ዝኾነት ዘርኢ ስእሊ ነበረት። ብዛዕባ እታ ስእሊ ነዊሕ እዮም ተኸራኺሮም ንኽድምስሳ። እሱ ከም ዘይሰኣላን ሓደ ዓርኩ ከም ዝሰደደሉን እዩ ነጊርዎ ንተኽለ ንኽላገጹ ንኹስቶ ኣውጽኤያ እንዴ ንኹስቶ ከኣ ቀሪዌ ሕራይ ከብላ ዝብሉ ደሓር ዘይተደለየ ስእልታት ዝወስዱ ጥራይ ነብሰን እንከለዋ ብቪዶ ስኢሎም ካብ ዘለዎ ሽግር ከም ዘይወጻ ዝገብርወን ኣንጻር ጾታ ኣብ ሓንቲ ኣንሶላ ምግፋፍ ዋላ እኳ ተፈጥሮ እንተኾነ ካብቲ ሕድሕድ ዝረኽብዎ ደስታ ምቁዳስን ሓሊፉ ንውርደትካን ክኸውን ኣይግባእን። ተኽለ ነታ ስእሊ ምስ ረኣየ ኣብ ገለ ቦታ ዝፈልጣ ኮይኑ እዩ ተሰሚዕዎ። ካልእ ስእሊ ብጥዑይ ዝተሳእለቶ ተልይዎ ሓቲቱ ረኺብሉ። ነታ ስእሊ ደጋጊሙ ጠመታ። ብርግጽ እታ ንእሽተይ ዝነበረት ተሓካሚቱ ከም ዝኾነት ርግጸኛ ከይኮነ ምዝራቡ ኣየብሃገን ዝነበረ። ኣብ ፍራንክፈርት ካብ ዝቕመጡ የዕሩኽቱ ነጻ ኣብ ዝኾኑሉ ግዜ ብዛዕባ ሜሲ ዝፈልጥዎ ዘበለ ንኽነግርዎ ተዘራሪቡ። ብርግጽ ከኣ እታ ንእሽተይ እንከላ ዝፈልጣ ስድርኣ ዝንየቱላ ሰምሃር እያ ነይራ። ዝገርም እዩ። ሰምሃር ርእሳ እነነት። ኣጆኺ እታ ስድርኣ ዝሕበኑላ ኣርኣያ ሕብረተሰብ፣ ኣርኣያ ሃገር ክትኸውን ዝተጀሃሩላ ሰምሃር ክትኾኒ ናትኪ ብርትዐ ጥራይ እዩ ዘገድስ። ናይ ሕጂ ሜሲ ስም ጥራይ ክኸውን ክትገብርዮ እንተፈቲንኪ ማለተይ እየ። ተኽለ ሒዝዎ ዝነበረ ኣውጽኦ። ሜሲ ገሪምዋ እዩ። መጀመርያ ኣብቲ ቤት መስተ ክላለያ እንከሎ ሚእቲ ካብ ሚእቲ ምስኣ ከም ዝሓድር ርግጸኛ እያ ነይራ። ሕጂ ብሓደ ኣፊቱ ነገራቱ ተለዋዊጡ ክመጽዋ ኣይተጸበየቶን። ክሓተካ ካብቲ ሕክምና መዓስ ወጺኻ ማለት እዩ? እህ ናተይ ሲግደፍ እዩ ነዊሕ ታሪኽ እዩ። ተኽለ ብነዊሕ ኣስተንፈሰ። ኣብ መኽዝን ዝኣተወ ናውቲ ሕክምናን መድሃኒትን ናበይ ከም ዝበለ ምስ ጠፍአ ጥርጡራት ተባሂሎም በዓል ተኽለ ዝርክብዎም የዕርኽቱ ናብ ቤት ማሕፉዝ ዝተላእኹ። ካብቲ ቤት ማሕፉዝ ሃዲሞም ብሰግረዶብ ሃገራት ዘቋረጹ ንተኽለ እታ ዝኸበደት ግዜ ዘሕለፈሉ እዩ ነይሩ ተኽለ ተኽለ ተዳየት ሜሲ ኣቤት ሓንቲ ሕቶ ከኣ ክሓተካ ባቤነ እዚ ኩሉ እንዳፈለጥካ ንምንታይ ኢኻ ትሕግዘኒ ዘለኻ ሓተተት ሜሲ ተኽለ ከይመለሰን ዓይኒ ዓይና ኸጠምታ ጀመረ ኣጠማምትኡ ሓልዮቱ ንንእሽተይ ጓሉ በዘርእያ ኣጠማምታ ነታ ኮፍ ኢልላ ዝነበረ ኩርሲ ኣብ ጎኒ ሜሲ ገበራ። ርእሱ ኣብ ኣፍ ልባ ብቐስታ ሰቐለን። ዝኸብርኩም ተኻተልቲ ኢኣር ቲቪ ንሎሚ ትማሊ ምሸት ትብል ኣብ ሓቀኛ ታሪክ ዝተመርኮሰት ልብ ወለድ ዛንታ ሳልሳይ ክፋል ኣብዚ ወዲና ኣለና ኣብ ራብዓይ ክፋል ክሳብ ንራኸብ ሰናይ ንዓኹም